ሰበሃግበ ናይ ሽዱሽተ ወርሒ ወይ ናይ ፍርቂ ዓመት ጸብጻብ ክገብር ስለ ዝኾነ ኩሉ ሰብ ኣብኡ ንኽርከብ ንዕድም ማለት እዩ። ሕጂ እቲ ኣብኡ ብዙሕ ኩሉ ፋይናንሳዊ ወላ ጉዕዞ ቤተክርስትያንካ ከመይ ይኸይድ ኣሎ እንታይ እንታይ ምዕባለታት ተራእዩ ኩሉ እዚ ብዛዕባ እዚ ክንዘራረብ ስለ ዝኾንና ካብ ብሕጂ ኣቐዲምና ማለት እዩ ወርሕ ቅድሚ ወርሒ ንሕብር ኣለና። እንዳዘኻኸርና'ውን ከይተየዲና እቶም ሎሚ ዘይሰምዑ እቶም ዝሰማዕና ንሕብሮም ማለት'ዩ ኣብኡ ኣብሉ በብስተራ ቁናያስ ንተሓባበር ምኽንያቱ ኣብኡ ኩሉ ሰብ ክህሉ ኣገዳስነት ናቱ ከዓ ንሕና ጸብጻብ ክግበር ከሎ ሰብ ኣይሰምዕን እሞ ደሓረይ ግን ካብ ካልእ ሰብ ምስ ሰምዖ እቲ ጸብጻብ እቲ ጸብጻብ ምናልባት ሽሓ ሓንሳእ ከም ዘኽስታይ ስለ ዝኸውን ድሌት ናትና ኩሉ ሰብ ክሰምዕ ስለ ዘለዎ ኩሉ ሰብ ከኣ ክሳተፍ ስለ ዘለዎ ብኸምኡ ካብ ብሕጂ ኣቐዲምና ንሕብር ኣለና ማለት እዩ። እቲ ጸብጻብ ኩሉ ቀማሊ እዩ ጉዕዞ በታክርስቲያን ከምኡውን ሓፈሻዊ ፋይናንሳዊ ኣካይዳና ከመይ ኣሎ እንታይ እንታይ ምዕባለታት ጌርና ማለት እዩ። ስለዚ እዚኣ ሓንቲ ሓበሬታ ዕለት ዓሰርተ ሓሙሽተ ወርሒ ክልተ ክልተ ሽሕን ዕስራን ሕጂ ኣብቲ እንታይ ብዝተኻእለ መጠን ነንሕድሕድና ክንነጋገር ክንክእል ኣለና ከምኡውን ቤተክርስትያን ሶምን ሶምን እንዳዘኻኸረት ክትከይድ እያ ማለት እዩ። ሽዑ ዘለና ሓሳብ ወይ ዘለና ኩሉ ነገር ዘሎ ሕቶ ወይ እንታይ ተገይሩ ከመይ ገይሩስ ባዕልና ክንሰምዖ ይሓይሽ ካብ ብሰብ ምስማዕ ማለት እዩ። በቃ ጻዕራት ናትኩም ብዝካኣለኩም ግበሩ ኢልና ኣፋኒናዮም ኔርና ማለት እዩ። ከም ተወሳኺት ከኣ እዚኣ ብዛዕባ ኣገልግሎት ቤተክርስትያን ቤተክርስትያን ንኹሉ ሰብ ብማዕረ እያ ክግልገል ንዝደሊ ሰብ ኣባል ኩን ወይ ኣይትኹን ኣይትብሎን እያ። ግን ኣብቲ ካብ ቤተክርስትያን ዝወሃብ ኣገልግሎት ንኣብነት ከም ጥምቀት ድዩ መርዓ ምስ ዝኸውን ኣወጅ ንሕና ኣብ ሰለስተ ክፋል ከፊልና ርኢናዮ ኣለና ማለት እዩ። እዚ ዝጸንሐ እዩ። ህዝቢ ግን ከምዚ ኮይኑ ከምዚ ስለንብል ኣብ ደገ ከድና መታን ክበርህ ኢልና ንገጥሞ ኣለና ማለት እዩ። እምበር ቅድም ኣብ ዝሓለፈ ዝነበረት ኮሚተ ተዛራሪቦም ምስ ህዝቢ ተዛራሪቦም ዘፅንሕዎ እዩ ማለት እዩ። ንሱ ከዓ እንታይ እዩ ሓደ ሰብ ንኣብነት ኣብ ኦስተርሹን ነዊሕ ዝተቐመጠ ግን ኣባል ዘይኮነ ማለት እዩ ኣባል ኣይኮነ ናብ ኦስተርሹን ነዊሕ ተቐሚጡ ዝኾነ ጥምቀት ወይ መርዓ ክገብር ኣብ ዝደሊ ቤተክርስትያን ነቲ ሰብ ምስ መፀ

ግን ከኣ ኣባላት ዘይኮኑ ደሓር ኣጎልጉሎት ደሊና ክንጥመቕ ደሊና ምስ በሉ ኣባል ኩን ምስ ተባህሉ ወይ እቲ ዝግበኣካ ንድሕሪት ሓደ ዓመት ተመሊስካ ክፈል እሞ ሽዑ እቲ ዝግበኣካ ኣጎልጉሎት ትረክብ ምስ ተባህሉ ከምኡ ክንገብር ኣይንኽእልን ኢና ዝበሉ ሰባት ኣለዉ ማለት እዩ። ኣብ ከምዚ ከኣ እቲ ሕጊ ከምኡ ስለ ዝጸናሕና ንሕና ውን ብኡ ኢና ክንከይድ። ምናልባሽ ግን ህዝቢ እቲ ከምዚ ተባሂሉ ዘሎ ይቀየር ወይ ከምዚ ይኹን ተይሉ ከኣ ርእይቶ ናይ ህዝቢ ክንቅበል ድልዋት ኢና ማለት እዩ። ንሕና ግን በታ ዘላ ነቲ ዘሎ እንዳመጣ ከይቀየርና ኣብኡ ጥራሕ ኢና ብኡ ጥራሕ ኢና ንኸይድ ዘለና ክሳብ ሕጂ ማለት እዩ። ካልእ ሓድሽ ዝመጽእ ሰብ ማለት እዩ ኣብ የምትላንድ ሓድሽ ዝመጽእ ሰብ ሓድሽ ተዳ ኮይኑ ሓድሽ እዩ ካብታ ዝመጻላ መዓልቲ ኣባል ኮይኑ ተመዝጊቡ ድሕሪኡ ዝደልዮ ኣገልግሎት ከዓ ይወስድ ይወሃቦ ማለት እዩ ናይ ጥምቀት ናይ ቃል ኪዳን ኩሉ ማለት እዩ ከም ሳልሰይቲ ከዓኒ ሰብኣ ጉባኤ እውን ምናልባሽ ነቲ ኩነታት ናይቲ ሰብ ብያ ፀገም ዘለዎ ሰብ እንተደኣ ኮይኑ ኣባል ኣባል ከይኮነ ከይከፈለ እውን ኩሉ ነገር ትዝግባእ ክትገብረሉ ናይ ምውሳን ተኽእሎ ኣሎ ማለት እዩ። ከም ኣብነት ሕጂ ብዙሓት ኣሕዋትና ኣብ ካልእ ዓድታት ትመፁ ከም ሓደሽቲ ስለዝኾኑ እቲ ዝነበረዎ ሂወትካ ፅቡቕ ኣይከውንን ካብ በዓል ሊብያ ወይ ካብ ደገ ማለት እዩ ነዚኦም ከዓ እቲ ኩነታቶም ሪኢና ክሕገዙ ይግብኦም እዩ ኢልና እንተድኣ ሓሲብና ብነፃ እቲ ዝግባእ ኣገልግሎት ንህቦም ማለት እዩ ዋላ ናይ ቃል ኪዳን ይኹን ዋላ ናይ ጥምቀት ማለት እዩ ስለዚ እዚኣን ሰለስተ ነጥብታት ክንፅራ ስለዘለወን እየ ከምዚኣ ፈላልየ ዝገብረን ዘለኹ ኣብ ከምዚ ከምዚ ምምሕያሽ ክግበረሉ ኣለዎ እንተተባሂሉ ከኣ ሓቢርና ኢና ነመሓይሾ እምበር ሓደ ሰብ ወይ ክልተ ሰብ ከምኡ ስለዝበሉ ኣይከውንን እዩ ማለት እዩ።